ሰላም ክቡራት ኣሓት ኣሕዋት ኣነ ገነት ተወልደ እየ እዘን ክልተ መዓልቲ ዝመፃኒ ሓሳባት ዕለት ዓሰርተ ሽዱሽተን ሎሚ ዕለት ዓሰርተ ሸውዓተን ወርሒ ዓሰርተ ክልተ ክልተ ሽሕን ዕስራን ንምክፋል እዩ ኣርእስቱ ዓድና ዘለና እንብሎን እንገብሮን ንፈልጥ ዶ ኣለና? ስለዚ እታ ናይ ዕለት ዓሰርተ ሽዱሽተ ሰዓት ክልተ ዝመፀትኒ ከምዚ ትብል ጎሬቤተይ ግራቱ ስለ ዝጸሃየ ዶ ግራተይ ተጻህዩ ማሌት ዩ። ገዛ ጎረቤተይ ስለ ዝተኾስተረ ዶ ገዛይ ተኾስቲሩ ጸርዩ ማሌት ዩ። ንባዕልኻ ንዓርስኻ ከይሃለኻ ብኽልተ እግርኻ ጠጠው ከይበልካ ሓይልኻ ከይኣከብካ ንጎረቤትካ ግራትካ ክጽሂ ገዛኻ ከጽሪ ምዕዳም ከቢድ ዘኽፍል ዩ ኣንታ ሓላሚ ዓሻ ሸቃጣይ ዓሻ ነጋዳይ። ህግደፍ ሽግሮም ኣይኮነን ህዝቢ ኤርትራን ኤርትራን ኣብ ምንታይ ወዲቑ ኣሎ? ደቆም ሓቒፎም ኣብ ጥጡሕ ኣብ ሶፋ ኮፍ ኢሎም የጣቕዑ ይመላለሱ ከኣ ንኤርትራ። መመላለሲ ይገብርዋ ንኤርትራ። ውድባት'የ ይኣክል ምንቅስቓሳት ማሕበራት፣ ምሁራት ሜድያታት ኣብ ዲያስፖራ፣ ኣብ ስደት፣ ውን ደቆም ሓቚፎም ኣብ ሶፋ ኮፍ ኢሎም ብኣቋራጭ ወያኔ መተካእታ ህግደፍ ክትኮኖም መመላለሲ ንኤርትራ ያኢ መርወዪ ጽምኣቶም ንወያኔ ዘጣቕዑ እንተኾይኖም ብጎራብቲ ኣብ ሃገሮም ለውጢ ክመጽእ ዝሓስቡ እንተኾይኖምሲ ብመርሰነርስ፣ ወጻእተኛታት ልኡኻት፣ ጌርካ ንህዝቢ ኤርትራ ተጨፍጪፉ ተወሪሩ ደሓር ንዓና ተረክበና ከይከውን ተረኩቡና ከይከውን ዝሕለም ዘሎ እፈርሕ ካበይ ዝመጸ ልቦናዩ እዝስ ካበይ ዝመጸ ስነ ፍልጠተ ፖለቲካ ናብውሽጢ ኤርትራስ እትረፍ ንኣፍደገ ዘሎ ህዝብና ኣበይ ኣለኻ ዘይበልካ ዘየሳተፍካ ዘይሓቑፍካ ዘይጠርነፍካ ዘይሰራዕካ ንወያኔ ብምድጋፍካ ሽግር ኤርትራ ክፍታሕ ምሕላምካ ኡፍ ንኣብ ውሽጢ ዘሎ ህዝቢ ኤርትራ ኣይጠርነፍካዮን ኣብ ምንታይ ኩነታት ኣሎ ዝፈለጥካዮ ኣይትመስልን። ከምኡውን ኣያደለኻዮን። ሕሉፍ ሓሊፍዎ ብጥሜትን ውግእን ሓዘንን ተዋሒጡ ከብዱ ሓቒፉ ዝሓድር ዘሎ። ወሊዱ ስኢኑ ደቁ ፋሕ ኢሎም እቶም ዝተረፉ ባሮት፣ ምዃን ከይኣኽሎም እንሆ ይጠብሶም ኣብ ናይ ጎረቤት ኩናት። እቶም ኣምሊጥና ዝበሉ ኣብ ስደት ውን መልሾም ክሳናበዱ ፋሕ ክብሉ ዋና ዘይብሎም ኣዲኦም ዘይትሪኦም። ምሽክኖት ወለዲ ብጽምዋ ማዕጸውቲ ሕማም ተስፋ ምቑራጽ ጥራሕ ዘይኮነስ ሞይተ መንዩ ክቐብረኒ ኮይኑ ተወሳኺ ሽግር ፍርሓቶም ስቅያቶም። የድሕነና ካብዚ ዝኸፍእ ሪኡ ነይፈልጥ ህዝቢ ኤርትራ'የ። እሞ እዝስ ወያኔ ንኤርትራ ውረራ ኢልካ ቀጠልያ መብራህቲ ምሃብ ማለት ድዩ? ኣበይ ሃገር ኮን ብፍትሒ ዝዛረቡ ደቂ ሃገር፣ ፍትሓውያን'ና ዝብሉ ደቂ ሃገር ንህዝቦም ኣብ ክንዲ ምስራዕ ምጥርናፍ ምሕቋፍ ምውዳብ። ብጎረቤት ለውጢ ክመጽእ ዝሓልሙ ዝደልዩ ኦ ኩዴታ ማለት ድዩ ዝሕለም ዘሎ ሕሰብሉ ንኽብርኹምን ንሂወትኩምን መጻኢ ሃገር ህዝብን። ቀጺሉ ሎሚ ንግሆ ዕለት ዓሰርተ ሸውዓተ ዝመጻኒ ከኣ ሓማሴናይ ክብል ከለኹ ደቂ ከበሳ ከበሳ ኤርትራ ትግርኛ እዚ ቋንቋኦም ማለት እዩ መተሓሳሰቢ ኣንታ ዓሻ ሓማሴነታይ ዓሻ ወይ ወዲ ከበሳ ሓማሴን ሰራየ ኣኮሎ ግዛይ ዝጸንሓትልካ ክብርቲ ሃገርካን ህዝብኻን ኣብ ጎንኻ ዝተሰውኡ ሂወቶም ዝሃቡ ደቆባት ኣሕዋትካ ኣብ ክንዲ ምሕቋፍ ምኽባር ትግርኛ ብዝበሃል ትግርኛ ብዝበሃል ሓዱሽ እልመት ምስ ጎረባብቲ ጋሕጥርጥር ናበይ ከብጽሓካዩ ሓማሴን ሰራየ ኣኮሎግዛይ ኣይኮነን ወዲ ገምገም ባሕሪ ዝውንን ደንኬል ዩ ሳሕል ዩ ሰምሃር እምበር እንታይ ደኣሉ እዚ ኩሉ ገፍጠርጠር ገፍተርተር ህዝብኻ ጸኒቱ ባዶ ጌርካያ ሃገር እሞ ሃገርካ ብጎሬቤትካ ክትውረር ትዕድም ኣብ ክንዲ ድኹም ዓቕምኻን ጉልበትካን ሓይልኻን ፈሊጥካ ምስ ኤርትራውያን ደቀባት ትተሓቛቖፍ ሓቢርካ ዝተረፈ ህዝብኻን ሃገርካን ንድሕነት ምስግጋር ጉድጓድካ ኣይትፍሓር መቕበሪኻ ከይከውን ጽባሕ ወነንቲ ባሕርስ ኣለዉ ባዕሎም ከኽብሩኻ መታን ኣኽብሮም ሕሰቡ እሞ ንነብስኹም ከኣ ኣብቲ ነብሶም ነብሲ ኤርትራውያን ኣቐምጥ። እንታዋይ ኣሎ ዝፈቱ ክርገጽ ክሕከኽ ዋና እንከሎ ከም ዘየሎ ክቑጸር ወዲ ጎረቤቱ'ኳ ዝብል ዘሎ ሃንደፍደፍ ኣብ ዘይገዝኡ ዋና ከይኑ ዋና ኮይኑ ክረኣ ዝጭድር ሓዱሽ መንነት ንሓዱሽ መንነት ዕሽነት ናይ ኣብ ዲያስፖራ ዘሎ ሓማሰነታይ ወዲ ከበሳስ ሓሊፉ እኮ ገዝኡ ኣርሕዩ ንጓኖት ዝምጡ ተራእዩ ነይፈልጥ ተሰሚዑ ዝገርም እዩ ንዘለካ ዘየዕቆብካስ ምስቶም ዘይብሎም ንሃገርካ ንሕልሚ ምውፋይ ምሃብ ሕሰበሉ ደኣ ዓሻ እንተበሉኻስ ኣቋራጭ መገዲ ኮታ የለን ኣብ ጉዳይ ህዝቢ ሃገር ተዓጠቕ ሃገርካ ከተድሕን ምስቶም ኣሕዋትካ ኹንካ ደቂ ባሕሪ ደቂ ባርካ ጎልጎል ውርሻ ኣቦታትካ ሕድሪ ስውኣትካ ውን ከተዕቁብ ክትነብር ብኽብረት እዙይ ፈጣሪ ዝፈትዎ እዚ ውን ንባዕልኻን ንሃገርካን ንመንፈሳዊ መኽሰብ ኣይፈልጥን እንታይ ይብሉ ይሓስቡ ይሓልሙ ደቂ ባርካ ጋሽ መንሳዕ ሳሕል ሰምሃር ደንከል እቲ ቋንቆኦም ስለ ዘይትፈልጦ እቲ መዲኦም ስለ ዘይሰምዖ እቲ ሜድየኦም ስለ ዘይሰምዖ ተስፋ እገብር ኣብ ሃገሮም ናይ ምድሓን ክህልው ካብ ድሕረት ወጺኦም ምስ ኩሉ ኤረትራዊ ብምሕባር ተባታቲንካስ ንኹሉ ኣይጥዑምን። እዚ ኣይነበረን ናይ ኣቦታትና ናይ ስውኣትና ሕልምን ሓደራን መደብ ክዕው በለ እሞ ኣይተኻዕወን ከም ዝበሃል ልብኹም ብዓሻታት ኣይትረር ግዜ ዘምጽኦዩ ቅልውላው ናይ ዘመን በዝን በትን ንነገራት ዝኽፍእ ኣበይ ከይሰኣን ምስዚ ኩሉ ኮለል ኤርትራዊ ሞትን ጥሜትን ውርደትን ግሰትን ሽግር ኣብ ባሕርን ምድረበዳን ሓውኹም ኤርትራዊ ስለዚ እንታይ ደኣ ኩሉ ገዲፍካ ሕጂውን ሓበራዊ ጥቕምኻ ምርኣይ ኣድቂቕኩም ርኣይዎ ቅድሚ መሳርሒ ናይ ካልኦት ምኻን። እቲ ልቢ ይሃበና እቲ ምርጫ ናትና ዩ ናይ ክሎም ኤርትራውያን ትልምታት ናይ ጎናውያን ብምውጋድ ኣብቲ ዘድልየና ብሓሳብ ብልቢ ብተግባር ብምምጻእ ዎ ደሓንኩም ይፈትወኩምየ ደቂ ኤረይ የሕዋተይ ብሓባር ማሚቅኩም ክትነብሩ ኣብ ዓድኩም ኢዩ እቲ ሕልመይ ዎ ደሓንኩም ዝተረፈ ንረቢ ፈጣሪ ይገድፎ ኣነስ ንኡስ ኢዩ ዓቅመይ ገነት ተወልደ።